ሰላም ጥዕና ሃበልና ፍትዋት ተኸታተልቲ ግእዝ ቲቪ ንሎሚ ዝበልናዮም ዕለታዊ ዜናታት ሒዝናልኹም ቀሪብና ኣለና ንምክትታልኹም ብምዕዳም ንቻነልና ሓደሽቲ ዝኾንኩም ሰብስክራይብ ንመደባትና ድማ ላይክን ሼርን ብምግባር ቤተሰብ ክትኾኑ እናዓደምና ናብ ቀንዲ ቀንዲ ዜናታት ዝዕለት ክንሰግር ንጽምዶ ዘጠናኽር ሓድሽ ዜና ተሰሚዑ ኣሎ። ሓይልታት ሰላም ሱዳን ኣብ ኣዲስ ኣበባ ዝርርብ ከም ዝጀመሩ ተሓቢሩ። ስትራቴጂክ ድሮን መንግስቲ ኢትዮጵያ ኣብ ዶብ ሱዳን ተሓምሽሻ። ካብ ግንባር ሸረሪና ኣርሚ ሰብዓን ኣርሚ ዓሰርተ ሰለስተን እውን ዘሐጉስ ዜና ሒዝናልኹም ቀሪብና ኣለና። ሕዚ ናብ ዝርዝሮም ሓይልታት ሰላም ሱዳን ኣብ ኣዲስ ኣበባ ዝርርብ ከም ዝጀመሩ ተሓቢሩ። ብሰንኪ ኣብ ሱዳን ተፈጢሩ ዘሎ ኹናት ተቓውሞ ዘልዐሉ ፖለቲካውን ሲቪላውን ማሕበራት ሱዳን ኣብ ዙርያ ኣማራፅታት ሰላም ንምዝታይ ኣብ ኣዲስ ኣበባ ንኽልተ መዓልታት ዝፀንሕ ኣኼባ ከም ዝጀመሩ ተሓቢሩ። እቲ ኣኼባ ብፕረዚደንት ሉኣላዊ ቤት ምኽሪ ሱዳን ዓብደል ፋታሕ ኣልቡርሃን ዘቕረብዎ ፃውዒት ዘተን ኣብታ ሃገር ዘላቒ ሰላም ንምርግጋፅ ዝሕግሱ መንገድታትን ንምዝታይ ከም ዝተዳለወ ሓቢሩ'ሎ። ብመሰረት ጸብጻብ ውድብ ብሄራዊ ኡማ፣ ነቲ ኣኼባ ዘዳለዉ ምስ ሰራዊት ሱዳን ይኹን ምስ ሓይልታት ቅልጡፍ ደገፍ፣ RSF፣ ን ዘይወገኑ ፖለቲካውን ሲቪላውያን ሓይልታት ከምዝኾኑ ተሓቢሩ'ሎ። ኣብቲ ዝርርብ፣ ብቀዳማይ ሚኒስተር ሱዳን ነበር ዓብደላ ሓምዶክ ዝምራሕ ሓይልታት ለውጥን ዲሞክራስን፣ ውድብ ህዝባዊ ጉባኤን ውድብ ኡማን ተሳተፍቲ ኮይኖም እዮም። ኣጀንዳ ናይቲ ዝርርብ ዘላቒ ሰላም ንምርግጋፅ ዘኽእሉ ሃገራዊ ኣማራፅታት ግደ ዘይሻራዊ ኣደራደርትን ኣልቡርሃን ዘቕረብዎም ፃውዒት ልዝብን ሰላምን ከምዘጠቓልል ምዃኑ ተገሊፁ ኣሎ። ምስ እዚ ዝተኣሳሰረ ምዕባለ ምስ እዚ ዝተኣሳሰረ ምዕባለ ሚኒስትር ጉዳያት ወፃኢ ሱዳን ሞሂዲን ሳሌም ኩሎም ወገናት ዘሳትፍ ኩለመዳያዊ ፖለቲካዊ ዘተ ንምጅማር ርክባት ይግበር ከምዘሎ ገሊፆም። ንፌደራል መንግስቲ ቀንዲ ስግኣት ኮይኑ ዝርከብ ኣርሚ ሰብዓን ኣርሚ ዓሰርተ ሰለስተን ካብ ግንባር ሸረሪና ዘሐጉስ ዜና ሰሚዕና ኣለና። ኣብ ቀረባ እዋን ብመከላኸሊ ሰራዊት መጥቃዕቲ ተፈንይዎ ንመንግስቲ ኢትዮጵያ ዘደንገፀ ፀረ መጥቃዕቲ ብምውሳድ ዓብዪ ዓወት ዝዓተሩ ኣርሚ ሰብዓን ኣርሚ ዓሰርተ ሰለስተን ኣብ ሸረሪና ሓይሎም ኣጠናኺሮም ኣብ ዝለዓለ ብቕዓት ከምዝርከቡ ገሊፆም። ምዕራብ ትግራይ ነፃ ንምውፃእ ምድላዋቶም እናወገኑ ከምዝርከቡ ከብኡ ዝተገልጸ እንትኾን፣ ሓድነታዊ ግዝኣት ንምምላስን ዝተመዛበሉ ወገናት ናብ መረበቶም ንምምላስን ኩሉ ዓይነት ምድላዋት ከምዝተገበረ ዝረኸብናዩ ሓበሬታ የመልክት። ብሰራዊት ትግራይ ቀይሕ መስመር ዝተሰመረሉ ጉዳይ ምምላስ ተመዛበልትን ምዕራብ ትግራይን ናብ ሽትኡ ክበጽሕ በብእዋኑ ነቕ ዘይብል መትከሎም እናንጸባረቑ ይርከቡ። ብኻልእ ዜና ዋዕሮታት ኣባላት ኣርሚ ሰብዓን ኣርሚ ዓሰርተ ሰለስተን እንገብሮ ዘለና ቃልሲ ሓድነታዊ ግዝኣትና ንምምላስ ዝተመዛበሉ ወገናትና ናብ መረበቶም ንምምላስን ቀንዲ ዋኒንና እንትኾን ብተወሳኺ ድማ ክብርታትን ባህልታትን ትግራይና ተዓቂቦም ንኽነብሩ ዘይተሓለለ ፃዕሪ ንገብር ክብላ ኣብ ኣከባብራ በዓል ኣሸንዳ ገሊፀን። ኣብ ዝኾነ ይኹን ቦታን ኩነታትን ኮይንና ባህልናን ህዝብናን ኣይንርስዕን ዝበላ እተን ዋዕሮታት ኣብ ሸረሪና ድሙቕ በዓል ኣሸንዳ ኣኽቢረን። መግለፂ ሕላገትና ዝኾነ በዓል ኣሸንዳና ከህስሱ ካብ ዝኽእሉ ኩሉ ትግራዋይ ክጥንቀቕ ከምዝግብኦ ዝገለፃ እንትኾና፣ ተጋሩ ሓድነትና ኣስጢምና ነዚ ክቡር ባህልና ከይሃስስን ኣብ ዘይድህሰሱ ቅርስታት ክምዝገብን ኣብ ዝግበር ፃዕሪ እጃምና ክነወፊ ፃውዒተን ኣቕሪበን። ብዝተፈላለዩ ኣካላት ጫፍ ወረታት ፀላእቲ ሒዞም ኣርምታት ሰብዓን ዓሰርተ ሰለስተን ተደምሲሰን ዝብል ወረ ካብ ሓሶት ዝረሓቐ ምዃኑን ህዝብና ድማ በቶም መደናገርቲ ዝወፅኣ ዝወጸ ሓበሬታታት ከይተደናገረ ኣብ ምምላስ ግዝኣታዊ ሓድነትን ተመዛበልቲ ወገናትና ንምምላስ ኣብ ዝግበር ፍትሓዊ ቃልሲ ኢዱ ክሓውስን ሰራዊቱ ከጠናኽርን ጻውዒተን ኣቕሪበን። ስትራቴጂክ ድሮን መንግስቲ ኢትዮጵያ ኣብ ዶብ ሱዳን ተሓምሺሻ። ሎሚ ቅድሚ ሰዓታት ካብ ባህርዳር ዝተበገሰት ድሮን ብሰራዊት ሱዳን ከም ዝተወቕዐት ተፈሊጡ ኣሎ። ስትራቴጂክ ድሮን መንግስቲ ኢትዮጵያ ኣብ ሱዳን ግዝኣት ብሉናይል ከተማ ኩርሙክ

ተዳቡብ ከተማ ከምዝኾነትን ስትራቴጂካዊ ከባቢ ምዃናን ሱዳኒ ኣልሓደዝ ፀብፂባ'ላ። ሓይልታት ቁልጡፍ ደገፍ ሱዳን ዝገብርዎ ገስጋስ ንምግታእን ኣብ ልዕሊ ነበርቲ እቲ ከባቢ ዝፍፀም ዘሎ ግፍዕን ጠጠው ንምባል ሰራዊት ሱዳን ዘየዳግም ስጉምቲ ከምዝወስድ ምሕባሩ ዝዝከር ኾይኑ ብተመሳሳሊ ድማ ብመንግስቲ ኢትዮጵያ ኣቢሉ ዝውሰድ ዝኾነ ይኹን መጥቃዕቲ ወታደራዊ ሕነ ከምትፈዲ ምጥንቃቓ ዝዝከር እዩ።

ንፅምዶ ዘጠናኽር ሓዱሽ ዜና ተሰሚዑ ኣሎ። ተጋሩ ትግራይ ትግርኚ ከፋፊልካ እምበር ክሰዓሩ ኣይኽእሉን ብዝብል ናይ ፀላእቲ ሽርሒ ሓንቲ ጨጉሪ ኣብ ኽልተ ብምስንጣቕ ኽልተ ደቅኖ ደም ንክፋሰሱ ብምግባር ንዓመታት ተፈላልዩ ዝነበረ ህዝቢ ሐዚ ንፀላእቱ ዘርዕድ ፅምዶ እናጠናኸረ ይኸይድ ከምዘሎ ተሓቢሩ። ብባህሊ፣ ብቋንቋ ይኹን ብዘርኢ ሓደ ዝኾነ ህዝቢ ሓድነቱ እናጠናኸረ እንትኾን ብፍላይ ኣብ ህዝባዊ በዓላት ብሓድነት እንትነኽብር ፍስሃ ከምዝፈጥር ነበርቲ ወረዳ ጉሎመኸዳን ከተማ ዛላምበሳን ምስ ካብ ንኡስ ዞባ ሰንዓፈ ዝመፁ ኤርትራውያን በዓል ማርያ ብሓባር ኣብ ዘኽበርሉ ገሊፆም። እቲ ኣብ ከተማ ዛላምበሳ ዝቐጸለ ጽምብል ካብ ሃገረ ኤርትራ ከባቢታት ኣምበሰተ ገለባ፣ ስርሓ፣ እምባብደሓን፣ ሎኾባይ፣ እንዳሽሙን፣ ሽመዛናን ብሓፈሻ ድማ ካብ ንኡስ ዞባ ሰንዓፈ ዝመጹ ኤርትራውያን ከምዝተረኸቡ ድወት ጸብጺቡ። ምክትል ዋና ኣማሓዳሪ ዞባ ምብራቕ ኣይተ ሃይላይ ገብረማርያም ኣብ ዘስምዕዎ መልእኽቲ፣ ቀንዲ ዕላማ'ቲ ኣብ መንጎ ትግራይን ኤርትራን ይግበር ዘሎ ርክብ ናይ ክልቲኦም ህዝብታት ሰላም፣ ልምዓትን ድሕንነትን ንምርግጋፅ ምዃኑ ገሊፆም። ብፍቕርን ስኒትን ክልቲኡ ህዝቢ ዝጉሂ ኣካል እንተሃልዩ ኣብ ህውከትን ዕግርግርን ዝነብር እምበር ደላዪ ሰላም ሓይሊ ከምዘይኮነ ኣይተ ሃይላይ ኣገንዚቦም። ክልቲኡ ህዝቢ ብሰንኪ ፖለቲካዊ ፍሕፍሕ ዝኸፈሎ ዘይይግባእ ዋጋ እናኸፈለ ምምፅኡ ዝገለፁ ኣብቲ መድረኽ ዝተረኸቡ ተጋሩን ኤርትራውያንን ብወገኖም ተጀሚሩ ዘሎ ሰላም ብምዕሟቕ መፃኢ ጊዜ ኣብ ዘለምልሙ ዛዕባታት ሓቢርካ ምስራሕ ከምዝግባእ ገሊፆም። እም ቀንዲ ኣሕዋትና ንዓና ዝመስሉ ተጋሩን ቀንዲ ዝቐርበና ንዓና ተጋሩ እዮም ኣነ ብናተይ ርድኢት ማለት እየ ምናልባት ገሊኦም ተጋጊኻ ክብሉ ይኹን ብገለ ተሓሳስባ ኣይንራኸብን ንኸውን ብጂኦግራፊ እውን ግን ብብዙሕ ኢና ንራኸብ ብባህሊ ብልምዲ ሕጂ ምሳሌ ኣነ ጓለይ እንድሕር ንሓደ ወላ የመን ታሪኻዊ እዩ ሕጂ የለን ንየመን እንድሕር ኣመርዕያ ጓለይ ድሕር ሓበሻ ኮይና ዓቕላ ጸባብ ትሕጽኖት ኩሉ ዘይትፈልጦ እዩ ትሰራርሓ ትዘራ ኣነ ጓለይ ተመርዕያ እንድሕር ንዓድግራት ከይዳ ግን ዳርጋ ብስመራ ዘሎ ሰብ ዓድግራት ኣሎ ገለ ቁሩብ ኣብቲ መልሓስ ይቀያየር ገለ እምበር ዳርጋ ሓደ ልባዕለይ ለኣይ ንዓይ ኩሉ ሓደ እዩ ንባዕለይ ሎምኻስ ኣይጠፋኣካን እዩ ንባዕለይ ዶኹም ኮይኑ ኮይኑ ለመፀ ሕጂ ኣድግስ ዞባ ብሉ ኮበርታ ብሉ ምታንቲ ገዘ ገልመ ኣድጊ ጥራይ ሰዓርተ ሂብካስ ኩሉ ይርሳዕ ሕጂ ከምኡ ኢኻ ትቕየር ናብ ድሙ ኢኻ ትቕየር ከምዚ ድሙ ትበልዕ ገለ መለ ገለ ጥራይ ሕጂ ድሙስ ክዳን ኣየድልያን ምታንቲ ትደሊ እዞም ኣባፃ ደፍ ንነብር ከም በዓል ትግራይ ከም በዓል ኤርትራ

ኩቡራት ተኸታተልትና ንሎሚ ዝበልናዮም ሓደሽትን ኣገደስትን ሓበሬታታት እዚኦም ይመስሉ ነይሮም። ኣብ ቀጻሊ ብኻልኦት ሓደሽትን ኣገደስትን ሓበሬታታት ክሳብ እንራኸብ ንቻነልና ሼር፣ ላይክ፣ ሰብስክራይብ ብምግባር ቤተሰብ ኹኑ።